ክሳብ ሎሚ ብንጹር ዝኾነ ዕላማ ነቲ ኤርትራዊ ባይቶ ንደሞክራስያዊ ለውጢ ዝትክእ ኣይተራእየን። ክሳብ ሕጂ እውን ንሱ እዩ ዘለና። ስለዚ ኣብኡ እንተተሃብና። ካልኣይ ድማ ጉስጢ ኣሎ። ሎሚ ኩሉኹም ደም ከይትጽየቑ ርሕቕ ርሕቕ በሉ። ምስ ጌታቸው ረዳ ቁሩብ ጉስጢ ክገብር እየ። ካብ ነዊሕ ግዜ ጀሚረ ዝእክቦ ዝነበርኩ ናይ ድምጽን ናይ ጽሑፍን ናይ ቪድዮን ፋይላት ጠፊኡኒ ነይሩ ሕጂ ረኺበ ሓንቲ ካብተን ዝረኸብክወን ምስ መለስ ዜናዊ ዝገብርክዋ ኢንተርቪው ናይ መጀመርያ ከስማዕኩም እየ ግን ኣብ ዝመፅእ ዘሎ ክልዕላ ስለ ዝኾንኩ ኣብኣ ብዙሕ ኣይስርፈን ናይ ሎሚ ነጋሪት ተስዓን ኣርባዕተን ሕወሓትን ባይቶን ዝብል ኣርእስቲ ሂበ ኣለኹ ሰናይ ምክትታል ኣብ ዝሓለፈ ግዜ ናይ ጌታቸው ረዳ ሸፈፍ ኢለ ስለ ዝሓለፍኩዋ ብዙሓት ሰባት ኣፎም ማይ ምዒጉ ባእስን ቋይቋን ገለመለ ይጽበዩ ነይሮም። ሕጅስ ኣብዚ ዝሓለፈ ገለ መዓልታት ብዙሓት ሰባት ገሊኦም ንዓይ ዝጸርፉኒ እንዑ ተኸላኺሎም ደጊፎሞ ንዑ ማለት እዩ ገሊኦም ከኣ ከይትገድፎ በሎ ኣጸቢቅካ ከምድዶ ገለመለ እዩ ዝብሉ ከኣ ኣይተሳእኑን ግን ኩላቶም ዲስኣፖይንት ክገብሮም እየ ምክንያቱ እሱ ኣይኮነን ዕላማ ኣብኡታት እንድሕር ወሪደ ዘይደሊ ነገርሲ ኣይንጠምት ኣብቲ ዓበይቲ ነገራት ንጠምት ስለ ዝበለ እሱ ከኣ ግን እታ ዘሕመመትኒ ኢለያ ስለ ዘለኹ እቲ ካልእ ዝተዛረቦ ከኣ እዩ ዝኾነ ፖለቲሻን ክዛረቦ ዝኽእል ነገር እዩ ንዓይ ዝትንክፍ ወይ ንኤርትራ ዝትንክፍ ዘሎ ኮይኑ ኣይተራእየንን ስለዚ ኣይልዕሎን እየ ንሱ እታ ትበሃል ዝነበረት ኣቐንዲ ዘሕመመትኒ ንሳ ስለ ዝኾነት፣ ስለዚ ጌታቸው ረዳ ክርዳእ ዝኽእል እዩ ዝብል ተስፋ ስለ ዘለኒ እቲ ቅሬታታትን እቲ ጸገማትን ዝነበረ ምናልባት ዘይፈለጦ ክነብር ስለ ዝኽእል ኣጸቢቑ ከኣ ንኽርደኦ ስለ ዝደልዮ ገለ ካብኡታት ክትንክፍ እየ ብዛዕባ ኤርትራዊ ባይቶ ንደሞክራስያዊ ለውጢ፣ ኣነ ከም ዝዕዘቦ ዝነበርኩ እንታይ ከም ዝነበረ ስለ ዝኾነ፣ ብዙሕ ክሰማምዓሉ እኽእል እዩ፣ ብዙሕ ከይሰማምዓሉ እውን ይኽእል እዩ። እቲ ናተይ ትዕዝብቲ ግን ከም ዝመስለኒ ገይረ ከቕርቦ እየ፣ ንሱ ከኣ እኹል ፍርድን እኹል judgement ክገብር ከም ዝኽእል ጥርጥር የብለይን። ኣቶ ጌታቸው እቲ ብኣምሆ ዝበልካዮ ኣብቲ ነዊሕ ኢንተርቪው ናትካ ብዙሕ ከውጻሉ ዝኽእል ነገራት የሎን እታ ሓንቲ ዝተሰመዐትኒ ንሳ ከኣኒ ኢለያ እየ ካብኡ ሓሊፉ ግን ናይ ኩላትና ርእይቶ ስለ ዝኾነ ማንም ሰብ ፍልይ ዝበለ ኣረኣእያ ክህልዎ ይኽእል እዩ ወይ ነናቱ ገምጋም ክገብር ስለ ዝኽእል ብዙሕ ዝውቀስ ነገር ኣይረኸብኩሉን ስለዚ ንዕኡ ከኣኒ ከምቲ ንስኻ ዝበልካዮ ኣብ ንኣሽቱ ኣይንጥምት ኣብ ዓበይቲ ንጥምት ኢልካ መኺርካ ስለ ዝነበርካ ንዕኡ እውን ረጊፀ ክሓልፍ ስለ ዘይደሊ ንሱ ይፅናሓልና ዓብ ጉዳይ ኣለና ኢለ ስለ ዝሓሰብኩ ኣብኡ ከተኩር እየ። ግን እዚ ዝሓለፈ መዓልታት ዝረኤኹዎ ነቲ እምነተይ ዝነበረ እየ። እቲ ኩሉ ግዜ ከምዚ እቲ ሽግርና ኢለ እየ ዝግምቶ ዝነበርኩ ንዑ መረጋገጺ እዩ ኮይኑኒ። ባእሲ ዝደልዩ ጥራሕ እዮም። ቋይቋስ ዝደልዩ ሰባት እዮም። በሎ ጨፍጨፎ ከምኡ ጥራሕ ዝብሉ እዮም። ሕጅስ እንታይ ኣተሓሳሲቡኒ ስለምንታይ እዩ እዚ ናትና ኩነታት ኣብ ከምኡ ጥራሕ ዘድህብ? ስለምንታይ እዩ ኣብ ቁምነገር ኣብ ህድእ ኢልካ ምዝራብ ዘይለምድ ስለምንታይ እዩ? እዚ ኩሉ ግዜ የተሓሳስበኒ እዩ። ዝኾነ ነገር ክበሃል ይኽእል እዩ፣ ዝኾነ ነገር ክበሃል ይኽእል እዩ። ግን እቲ ዝበሃል ነገር እንድሕሪ ብጣዕሚ ሰንስቲቭ ተነካኢ ኮንካስ እዚኣ ከመይ ኢሉ ከምዚኣ ይብል ከመይ ገር ከምኡታት እንድሕሪ ኢልካ ጀሚርካ ክትረዳዳ ኣይትኽእልን ኢኻ ሕጂ ክልተ ማዕፆ እንድሕሪ ኣለካ ኣብቲ ሓደ ዲስኮቴክ ወይ ባር ኣብቲ ካልኣይ ማዕፆ ከዓ ንላይብረሪ እንተጌርካ ኣበይ ይበዝሕ እቲ ሰብ ኣብቲ ላይብረሪ ቁንጣሮ ሰብ ኢኻ ትርከብ ዓሰርተ ሰብ ዓሰርተ ሓሙሽተ ሰብ ኢኻ ትረክብ ኣብቲ በር ተኸድካ ግን ጥጥቕ ኢሉ ኢኻ ትረኽቦ ምናልባት ቦታ የሎን ጽናሕ ከማን ትበሃል ኢኻ ሓደ ሓደ ግዜ ናይ ሎሚ ዕላማይ ብጌታቸው ኣቢለ እቲ ክበሃል ዘሎ እንታይ እዩ ኣብሶሉት ኣዌርነስ ዘይኮነስ ብዛዕባ እዛ ነገር እዚኣ ቁርብ ኣፍልጦ ክህልዎ እቲ ሰብ እንታይ ይስምዖ ነይሩ እቲ ተቃውሞ እንታይ ከይግበር ነይሩ እዚ ብናተይ ፐርስፐክቲቭ ከቕርቦ እየ ምናልባት ኣጸቢቕና ክንርድኦ ክንፍትን መገዲ ይሰርዓልና ኢለ ስለ ዝሓሰብኩ። ጌታቸው ገኣ ገለ ኣሻኽ ነገራት ስለ ዘልዓልኩ ከም ጸላኢ ገይሩ ከም ዘይርእየኒ ይተኣማመን እየ እንታይ ደኣ ቫሊድ ስክፍታታት ስለ ዝኾነ ንዕኡ ኣጸቢቑ ክመምዮን ነቲ ዝዓገበሉ ጎንታት ከኣ ምስቶም ኣብ ከባቢኡ ዘለዉ ሰባት ክረዳድኣሉን ኣብ ሓደ ትርድኦ ክበጽሕሉ ዝኽእሉ መገዲ እንተተፈጥረ ካብ ዝብል እየ። ገሊኡ ሰብ ሕጂ ሓደ ነገር ከተልዕል ኮለኻ እንታይ እዩ እዚ ቀንጢመንጢ ቁም ነገር ዘይብሉ ገለመለ ይብል እንዲዩ ቁሩብ ምውርዛይ ኣሎ እንዲኡ ሕጂስ ተመሊስና ንርኤ ኣብቲ ግዜ ቃልሲ ዝነበረ ተመኩሮና ሓንቲ ኤግዛምፕል ከምጽእ እየ እታ ኤግዛምፕል እንታይ መስለካ ኣብ ሰብዓታት መጨረሻ ክሳብ ሰማንያታት እውን ሰሊኹ እዩ እቲ ዝዓበየ ናይ ፖለቲካ ሽግር ኣብ ቲፒኤልኤፍ ድሒሩ እውን ኣብ ኢፒኤልኤፍን ኣብ ኢኤልኤፍን ኣትዩ ዝነበረ ሶቭየት ሕብረትሲ ኣልጋሲት ድያ ኣግላሲት ኣልጋሲት ድያ ኣይኮነትን ዝብል ክትዕ ክንደይ ኣላያንስ ክንደይ ክዳን ከም ዘፍርሰ ክንደይ ፋሕ ጭንግራሕ ከም ዘእተወ ጸቢቕካ ትፈልጦ ኢኻ እቲ ጉዳይ እቲ ሎሚ ተመሊስካ ሃይንሳይት ክትሪኦ ከለኻስ ይግባእ ዶ ነይሩ ክሳብ ከምኡ ክፈናጨል ሰብ ክሳብ ሰብ ውድባት ክጠፍኣ በዚ ነገራት እዚ ተለዓዒሉ ከምዚ ኮይኑ ዶ ከምዚ ኮይኑ ዶ እዚኦም ገለ እዮም ገለ ምለ ክትብል ይግባእ ዶ መስለካ ኣይግበን ሕጂ ሃይንሳት ክንሪኦ ከለና ግን ኣብቲ ግዜ እቲ ኩላትና ኣብዚ ናትና ጀኔሬሽን ዘሎ በቲ ናይ ፕሮግሬሲቭ ኣራእያ ዝተፀሎና ኢና ነርና ንሱ ግን መብዛሕቱ ሰብ ብኣይዲዮሎጂካል መገዲ ይኮነን ዝርእዮ ዝነበረ ሰብ ፍትሒ ይደሊ ማዕርነት ይደሊ፣ ራህዋ ይደሊ፣ ነብስኻ መተኣማሚንካ ድማ ጉዳይካ ባዕልኻ ክትፍጽም ኣብዚ እውን ይኣምን ነይሩ። እዚ ኩሉ ሰናይ ክብርታት ስለ ዝኾነ ኩላትና ናብኡ ንኸይድ ነርና። ናይ ግድነት ኣይኮነን ናይ ሶቪየት ኣይዲዮሎጂ ስለ ዝኾነ ወይ ናይ ቻይና ስለ ዝኾነ ዝተኸተሎ ሰብ የለን። ኣነ በዛ ነብሰይ እዚ ኮሙኒዝም ጅኒ ዕፍሪት ዝበሃል ነገር ኣብ ሓንጎለይ ኣይኣትወንን ነይሩ። ግን እቲ ፕሮግሬሲቭ ባህልታት ዝዓበኹሉን ናተይ ኢለ ዝወነንኩ ክብርታት ስለ ዝኾነ ይስሕበኒ ነይሩ። ሽግር ከኣ ኣይርእየሉን ነይረ። ዳሕራይ ግን ኣብ ኤክስትሪም ምስ ከደ። ሶቭየት ታዕያዶ ዓይነታ እንታይ ዶ ገለ መሊኣልካ ብኸምኡ ዝተፈናጨናሉ ሕጂ የስሕቐኒ ተመሊሰ ክሪኦ ከለኹ። ተቓውሞ ኤርትራ ዝገበርዎ ኣብ ኢትዮጵያ ብዛዕባ ዓዋተብ ዝመጸ ነገር ምስኣ እንተወዳዲርካያስ ኣይነቲኣ ክብድ ዝበለትን ኣይነቲኣ እታ ፎኳስ ኣይነቲኣ ትምልከተናን ኣይነቲኣ ዘይትምልከተናን ንዓኣ ጸቢቓ ከተብርህ ትኽእል እያ። ሕጅስ ኣብ ኩሉ ፖለቲካዊ መስርሕ ዘሎ ነገር ስለ ዝኾነ እዚ ፈኲሱ ዝኸብድ እዩ ዝብል እቲ ዋና እንተዘይኮነ ብደገ ርኢኻ ፍርዲ ክትህብ ከለኻ ግን ኦብጀክቲቭ ኣይከውንን እዩ እቲ ፍርድኻ። ሕጂ ከምቲ ብኣሞ ዝበልክዎ እቲ ሽዕኡ ዝተላዕለ ኣንጻር ዓዋተ ዝካየድ ዝነበረ ወፈራ ኣበይ ገጹ ይኸይድ ከም ዘሎ ኣጸቢቕና ርንርድኦ ኔርና ኢና። እዚ ሕጂ ኣውራጃ፣ ወገን፣ ገለመለ ዝመጽኣና ዘሎ ሽዑ እዩ እቲ ቦሎኽ ቦሎኽ ክብል ጀሚሩ። ምኽንያቱ ሓንቲ ነገር ክንሓታ ዘለና እንድሕሪ ምሕዝነት ኣለካ ፖለቲካል ምሕዝነት እሞ ኸኣ ሳንኩፍ ድልዱል ዘይኮነ ሓደ ኣባል ናይዚ ምሕዝነት እዚ እንታይ ክጥቀም ይኸውን ዝብል እንታይ ዓይነት ፖለቲካዊ ኮሚትመንት ኣለዎ ኣብቲ ኣላያንስ ከምኡ ኢሉ ክዛረብ ከሎ እንታይ ከድላይነቱ እንታይ ንምብፃሕ እዩ እዚ እቲ ቀንዲ ክፍረድ ዘለዎ ጊቭ ዘም ኣን ኢንድ ደይ ተክ እ ማይክ ዝበሃል ዘረባ ኣሎ። ሓንቲ ስድሪ እንድሕር ገዲፍካ እቲ ድሕሪኡ ዝስዕብ እንታይ ምዃኑ ክትፈልጦ ስለ ዘይትኽእል ጩራ እንተፍቂድካ ንሕና ኣይፍቀድናን ግን እቲ ጩራ እቲ ገይሩ በቲ ጩራ እቲ ዝኣተወና ክሳብ ሕጂ ከኣን ሰሎሎ ኣልቢሱና ዘሎ ንሱ እዩ። ኣብ ዝኾነ ኪዳን ክግበር ከሎ ኪዳን ናይ ተቃውሞ ኤርትራ ምስ ቲፒኤልኤፍ ነይሩ ቀንዱ ምክንያቱ ቲፒኤልኤፍ ንኢትዮጵያ ዘካይድ ዝነበረ እቲ ኪዳን ከኣኒ ታክቲካል ይኹን ስትራቴጂካል ይኹን በብናቱ ዝርእዮ ሰብ ነይሩ እንድዩ ግን እዚ ኮይኑ እንተኾይኑ ምሕዝነት ነይሩ እዩ። ኣብቲ ምሕዝነት እቲ ሕጂ ብዙሕ ተመክሮ እንድዩ ዘሎ፣ ብዙሕ ሕማቕ ኣሎ፣ ብዙሕ ጽቡቕ ኣሎ። ሓደ ምሕዝነት ክደክም ከሎ ሓደ ጎኒ ጥራሕ ኣይኮነን ዝውቀሰሉ፣ ክልተ ጎኒ እዩ ዝውቀሰሉ። ሕጂ እቲ ናይ ኤርትራ ወገን እቲ ሶሻል ሽግራት ናትና እቲ ፖለቲካል ሽግራት ናትና ንሱ ዘበኣሶ እዩ ዘበኣሶ ሕጂ ንሕና ብጎንና ከም ኤርትራውያን እዚ ሽግራትና እንታይ እዩ ኣበራቲዕዎ እቲ ናትና ድኽመት እዩ ናትና ሶሻል ድኽመት ናትና ፖለቲካል ድኽመት ናትና ጥምራ ዘይብሉ ስርዓት ዘይብሉ ሃገር ስለ ዘለና እሞ ከዓነ ወፃኢ ከይድና ስለ ንነብር ዘለና ዘርሞ ዘርሞ ኢና ሓይሊ የብልናን ከም ሓደ ፅኑዕ መንግስቲ መንግስቲ ዘካይድ ዘሎ ውድብ ከምኡ ጌርካ ክትቆጻጸሮ ኣይትኽእልን። ኣፋልጣ ተሻጥር ብዓሸራ ይብሉ ዓረብ። ናይ ሓደ ሰብ ሻጥር ማለት ንፉዕ ስማርት ማለት እዩ። ሓደ ስማርት ሰብ ክጋገ ከሎ ክንዲ ዓሰርተ ጌጋ እያ ትቑጸር። ሕጂ ሻጥር ንምባል ናይ ሓንጎል ዘይኮነስ እቲ ኩነታት ዝነበረ ስለዚ ቲፒኤልኤፍ ኣብ ዝሓየለ ግዜኡ እዩ ነይሩ። ሕጂ እቲ ሓያል ምስቲ ድኹም ጽግዕተኛ ኮይኑ ዝነብር ዘሎ እቲ ጌጋኦም ሓደ ኣይኮነን። ናይቲ ሓያል ዝበሃል ሰብ ጌጋ ብዓሰርተ ጌጋ እያ ትቑጸር። ናይቲ ካልእ ግን ሸፈፍ ኢልካ እውን ክትሓልፎ ትኽእል ኢኻ። ኣንጸርጺሩ እዩ ከፊእዎ ኢልካ እውን ክትሓልፎ ትኽእል ኢኻ። እዚ ንቡር ናይ ወዲ ሰብ ኣተሓሳስባ እዩ። ነቲ ናይ ኤርትራ ተቓውሞ ክትገልጽ ኮለኻ ጌታቸው እንዳልክ ኣብ ሰለስተ መቒልካዮም። ብዕድመ ብገለ ብከምኡታት ኬድካ ብ ሰለስተ ወሪድካ እዚ ራእያ ናይ tplf እዩ እዚ ከኣ እቲ ዝዓበየ ሽግር ዝነበረና ንሱ እዩ እዚ ኣመቓቕላ እዚ ብናትና ራእያ ኢኖሴንት ኣይኮነን ምኽንያቱ ንዕኡ ተኸቲሉ ዝመጽእ ሳዕቤናት ኣሎ እቲ ሰለስተ ኣርባዕተ ኢልካ ኢንተሌክቹዋሊ ትመቕሎ ነገር ኣብ ሪያሊቲ ኣብ መሬት እንታይ ሳዕቤን ከም ዘለዎ ምግንዛብ ከድሊ እዩ ምኽንያቱ ናቱ ሳዕቤን እንታይ መስለካ ወገን ዓሌት ሃይማኖት፣ ፖለቲካዊ ድሕረ ባይታ፣ እዚ ኩሉ ከም ገሊሉ ክመጽእ ይኽእል እዩ። ምኽንያቱ ስሩዕ ፓርላማ ዘለዎ ቃልሲ ኣይኮነን። እንታይ ደኣ እቲ ዝርካቡ ሓይሊ ቨሪ ደሊኬት ዝኾነ ርኽክብ ዝነበረ ንዕኡ ከመይ ጌርካ ትኣልዮ፣ ከመይ ጌርካ ትሕዞ፣ ከመይ ጌርካ ኣብ ዝሓየለ ተብጽሖ፣ እዚ ብጣዕሚ ጽዑቕ ቃልሲ ዝካየድ ነይሩ። ምክንያቱ እቲ ዝነበረና ትዝክሮ ኢኻ ኤትኒክ ሓይልታት ነይሩ፣ ሃይማኖታዊ ሓይልታት ነይሩ፣ ሊበራል ሓይልታት ነይርዎ እዩ። ፓርቲዛን ኣብ ሂስትሪ ዝተመርኮሰ ፓርቲዛን ሓይልታት እውን ነይሩ። ነዚ ኩሉ ፋሕ ዝበለ ኣተሓሳስባ ኣብ ሓደ ጠሚርካ ክትምፆ ቀሊል ኣይኮነን። ዝኾነ ሰብ ብቃልሲ ዝሓለፈ ክርድኦ ይኽእል እዩ። እዚ ግን ፈፂሙ ሓደ ሪኮግናይዝ ዝገበሮ የለን ኣብቲ ናይ ኤርትራ እሞ ከዓ በቲ ብሻዕብያ ትጭፍጨፍ በቲ ብበዓል ትራቢ ትጭፍጨፍ ኤንኣይኤፍ ዝነበረ በዚ ከዓ ናይ ኢትዮጵያ ከዓ ፈፂሞም ክርድኦካ ዘይክእሉ ተጋደልቲ ክንሶም ወይ ተጋደልቲ ዝነበሩ ኩዕሶም ንስኹም ቲፒኤልኤፍ ተጋደልቲ ኢኹም ነርኩም ሕጅስ ሓደ ናይ ተጋዳላይ ሽግር ኣጸቢቑ ክርዳእኩም ይኽእል እዩ ኣጸቢቑ ክርዳእኩም ይኽእል እዩ ግን መንግስቲ ምስ ሓዝኩም እቲ ባህርያት ናይ ገድሊ እንታይ ምዃኑ ዝረሳዕኩምዎ ትመስሉ ነቲ ተጋዳላይሲ ከምቲ መንግስቲ ዝሓዘ ሰብ ከምኡ ጌርኩም ብማዕረ ክትርእይዎ ትደልዩ እቲ ፀገም ዘለዎ ብኩሉ ሸነኻቱ ዝነበሩ ፀገም ፈፂምኩም ኣብ ግምት ኣይተእትውዎን ነርኩም ቲፒኤልኤፍ ኣየእትዎን ነይሩ ብሓፂሩ ሕጂ ንኹሉ ጀነራላይዜሽን ገብር እየ ኣለኹ ግን ፎር ደ ሞስት ፓርት ከምኡ እዩ ነይሩ ግን ዝርድኡ ሰባት ዝደናገፁ ሰባት ነይሮም እዮም ጠቕላሉ ሓፈሻ ክንሪኦ ከለና ግን ወላ ኣፕሪሲሽን ኣይነበርን ከማ እቲ ዝነበረ ሽግራት ፀርፊ ጥራሕ እንተዘይኮይኑ ገላ እዚኦም ከም ዝክገብሩ ክላ እዚኦም ከም ዝክገብሩ እንተዘይኮነስ እንታይ እቲ ሩት ኮዝስ ስለምንታይ እዮም ከም ዝኾኑ ዘለዉ ኢልካ ብውሽጢ ዝምርምሮ ሰብ ዘሎ ይመስለኒ ሕጂ እቲ ተቃውሞ ንገዛእ ርእሱ ብዙሕ ርስሓት ሒዙ መፅእ እዩ Tplf ውን ኣብ ገድሊ ኮሎ ብዙሕ ናቱ ላገጅ ሒዙ መጺኡ እዩ። ሕጂስ እቲ ናይ Tplf ላገጅ ጽፉፍ እቲ ናይ ተቃውሞ ላገጅ ከኣ ዘይጽፉፍ ጌርካ ክረኤ የብሉን። ክልቲኡ ወገን ነናቱ ላገጅ ሒዙ መጺኡ። ነዚ ላገጅ እዚ ከመይ ጌርካ ክእለ ኣይተፈልጠን። እቲ Tplf ግን ዕድል ረኺቡ ኣብ መንግስቲ ደረጃ ስለዝበጸሐ ንዕኡ ከም ሰከንደሪ ወይ። ን ሳልሳይ ደረጃ ክውዝፎ ወላ ብ ዓሽራይ ግዜ ደረጃ ክውዝፎ ባህርያዊ እዩ ምክንያቱ ሃገር የካይድ ኣሎ መንግስቲ ኮይኑ ብዙሕ ካልእ ሓላፍነት ኣለዎ እቲ ተቃውሞ ግን ካብቲ ብ ሰብዓታትን ኣብ ሰማንያታትን ዝነበሮ ኩነታቱ ኣይተዓረየን ስለዚ ኣብኡ ቁሩብ ኣፕሪሽየሽን ይጎድል ኔሩ ካልኣይ ከኣ እንታይ ይመስለካ ቲፒኤልኤፍ ኣጸቢቕኩም ትፈልጡ ኢኹም እቲ ዝነበረ ኩነታት ኣብቲ ግዜ ቃልሲ ዝነበረ ብሕልፊ ብሕልፊ እዚ ናይ ከባቢና ዝነበረ ሃገራት ርኽክብ ምስቲ ሰውራ ዝግበር ዝነበረ ኩሉ ግዜ ብናይ ፀጥታ ትካላት እዩ ዝግበር ነይሩ ናይ ፀጥታ ትካላት ከዓኒ ቀዳምነት ወል ቀዳምነት ናይ ጉዳይ ሃገሮም ቀዳምነት ክብሉ ባህርያዊ እዩ ናይ ፀጥታ ትካላት ሰለይቲ እየን ዝደልያ ኢንፎርሜሽን ዘምፃለን ኣብ ካልእ ነገራት ዘካይደን ከምኡ እየን ደልያ እዚ ባህርያት እዩ ነው ሕማቅ ፅቡቅ ይብል ኣለኹ ግን ዝኾነ ኢንቴሊጀንስ እሱ ይስርሑ ከመይ ገይረ ክሽንክር ከመይ ገይረ ንዓይ ክጥቀም ተካልእ ኣይግድሰንን እዩ ሕጅስ ቁሩብ ኣብኡ ሊንየንሲ ኣይርኤናን እሱ ከኣ ሓደ ካብቲ ጸገም ዝኮነና እዩ ደሓር እቲ ዝዓበየ ሽግር ዝነበረ እንታይ መስለካ እቲ ተቃውሞ ንገዛእ ርእሱ ደቂ ውሽጥን ደቂ ደገን እዩ ተመቂሉ ነይሩ ብናይ ቲፒኤልኤፍ ዓይኒ ማለተይ እየ ገለ ካብ ሕጂ ምንቲ ቅንዕና እቲ ናይ ቲፒኤልኤፍ ዝነበረ ገለ ካብኡታት ተቐቢልካ እኻ እቲ ጌጋታት ትብሎ ነገር ተቐቢልካ እኻ እሱ ብጣዕሚ የመስግነካ ከምኡ ምግባርካ ግን እቲ ዝዓበየ ሽግር ዝነበረና እንታይ መስለካ እቲ ተቃውሞ ደቂ ውሽጥን ደቂ ደገን እዩ ተመቂሉ ነይሩ እዚ ከዓኒ ፕሪሞርዲያል ዝኽብሎ ወይ ድማ እቲ ንቡር ናይ ግዜ ቃልሲ ዝተወርሰ እዩ ፕሬጅዲስ ነይሩ እዩ ይቕፅል ነይሩ እዩ እዚ ፕሬጅዲስ እዚ ሕጅስ እዚ ብወገን ተቃውሞ ንሪኦ ዝነበርና ነገር እዩ ዝስምዓና ዝነበረ ነገር እዩ ንዕኡ መረድኢታት ክቕርብ ይኽእል ነይረ ግን ኣየድልን ኢዩ ምኽንያቱ መብዛሕቱ ሳብጀክቲቭ ዝኸውን ፐርሰናል ትዕዝብቲ ስለ ዝኾነ ከም ዝነበረ ጥራሕ ክንፈልጥ እንተኽኢልና እኹል ይበሃላ እየ ኣብቲ ትንተና ከይከድና ኣብዚ ከምዚ ባይታ ክዛረበሉ ምቹእ ኮይኑ ይስምዓኒ ጉዳይ ዓዋተ ፐርሰይ ንሱ ኣይኮነን እቲ ነገር ዝነበረ ንሱ ትሪገር እዩ ኮይኑ እዚ ሎሚ ትሪኦ ኣለኻ ትከታተሎ ኣለኻ ፎር ሹር ብሪጂናሊስት ብኣውራጃ ብሃይማኖት ብወገን ብገለመለ ኣብቲ ፎር ፍሮንት ዘሎ ካበይ ዝመፀ ሰብ እዩ ሕተት ካበይ ዝመፀ ሰብ እዩ ካብቲ ተቃውሞ ዝበልኹ ኢሉ ዝወፀ ኣይኮነን እቲ ፅፉፍ ተቃውሞ ከምዚ ዓይነት ሰብ ኣይጥርን እዩ ሃገራዊ ተቃላሳይ ዝጥሪ ሃገራዊ ተቓላሳይ እንዳ መልመለን እንዳ ኣጥረየን እዩ ከኣ ነይሩ ክሳብ ሕጂ ውን ከምኡ እዩ ዝገብር ዘሎ ግን ብመን ኢንቮልቭመንት ኮይኑ መን እዩ ኢምፓወር ዝገበሮ ሓይልን ደገፍን ኣጆኻ ዝበሎ መን እዩ ካበይ ዝመፁ እዮም እዞም ኩሎም ሕጂ ዕግርግር ዘእትውልና ዘለዉ ንዑ ታተዓዘብ ምእንቲ ነቲ ተቃውሞ እቲ ብቕንዕና ምእንቲ ህዝቡን ምእንቲ ንፁር ዕላምኡን ዝቃለስ ዝነበረ ሰብ ንዑ ቪክቲማይዝ ምግባር ይኣክል መስለኒ ቪክቲማይዝ ክኸውን ዝግብኦ ኣይኮነን። ኣብ እግሪ መገድኻ ከኣኒ እቲ ዕድሜታቱ ርእዮ ጸቢቕካ እዚ ኩሉ ጸይቂ ዝገብር ዘሎ ኣበየናይ ኤጅ ካቴጎሪ ኣበየናይ ዕድመ ይርከብ? እቲ ክሳብ ሕጂ ከይተሓለለ ዝቃለስ ዘሎኸ ኣበየናይ ኤጅ ግሩፕ ይርከብ? ሕተት። ዳሕራይ ሓደ ጌጋ ኖሽን ኣሎ። እዚ ተቃውሞ ናይ ኤርትራ ሞኖሊቲክ ኣይኮነን። ኢትስ ናት ሞኖሊቲክ ብዙሕ እዩ ሰፊሕ እዩ በብናቱ ዝቃለስ ዘሎ ሰብ ብዙሕ እዩ ብዙሕ ውድባት ሲቪል ሶሳይቲ ሙቭመንትስ መዓት ኣካላት እዩ ዘለዎ መዓት ኤሌመንትስ ኣለዎ ኣብዚ ቃልሲ ሕጅስ ብጠቕላላ ሓደ ኣፍካር ዝተቃወሙ ከምዚ ገይሩ ዝተቃወሙ ከምዚ ገይሩ ምባል ብጣዕሚ ጌጋ እዩ ምክንያቱ ሓደ ጎኒ ናይቲ ተቃውሞ ዝገበሮ ነቲ ካልእ ስለ ዘይውክል እንተ ኽኢልካ ከምዚ ዝብሃል ውድብ ኣሎ ከምዚ ገይሩ ምባል እንተ ዘይኮነ ኸኣ እዛ ጀነራላይዜሽን እንተ ትተርፍ ግን ሓንቲ ቻለንጅ ክገብራ ዝኽእል ንዝኾነ ሰብ እዚ ሃገራዊ ባይቶ ንደሞክራስያዊ ለውጢ ዝብሃል ካብቲ ኣምብሬላ ዝመጸ ጌጋታት ንጸብጽቦ እንተሎ ንፈልጦ እንተ ኾይና ንዕኡ ኦብጀክቲቭሊ ንጸብጽቦ እንታይ ጌጋ እዩ ገይሩ እንታይ ግደ ከተጻዊቱ ገሊኡ ሳትል ይኸውን ርኣዩለይ ስምዓለይ እንዳበልካ ዝግበር ስለ ዘይኮነ ብዙሕ ዋጋ ውን ኣይህቡን እቲ ሰብ እዚ ውን ኣጸቢቕና ክንግንዘቦ ዘለና ኮይኑ ይስምዓኒ ሕጂስ እታ ቴክ ኣወይ መሰጅ ካብቲ ዝተዛረብካዮ ኩሉ እንታይ እያ ነይራ ኣብ ቁም ነገር ነድህብ ኣብዚ ቅንጥንጢ ግዜና ኣይነጥፍእ እዚኣ እታ ቅን መሰጅ ነበረት ኣጸቢቐ ዝሰማምዓላ እየ ንሳ ንዕኡ ክንገብር እንተኮይና ግን ክሳብ ሕጂ ውዙፍ ነገር ኣሎ ሲሪየስ ዝኾነ ዝርርብ ኣይተገብረን እንታይ ኢና ንሕና ክንገብሮ ዘለና፣ እንታይ ኢኹም እስኹም ክትገብርዎ ዘለኩም፣ እዚ ክልለ ክፍለጥ ክኽእል ኣለዎ። ንሕና ከም ኤርትራውያን እንታይ ይስምዓና ብዛዕባ ሃገርና፣ እንታይ ዓይነት ስርዓት ክንተክል ኣለና፣ ከመይ ጌርና እንታይ ዓይነት ስትራቴጂ ክንጥቀም ኣለና ህዝብና ክንእክብ፣ እዚ ናትና ጉዳይ እዩ። ኣብኡ ሕጂ ካብ ወጻኢ ዝመጽእ ሓይሊ ክመኽረካ ይኽእል፣ ክምዕደካ ይኽእል፣ እንተዘይኮነ ኣብቲ ቀንዲ ድልየታት ናትካ ኣብኡ ኣትዩ ከምዚ ኢኻ ትገብር ከምዚ ኢኻ ትገብር ክብል የብሉን። እዚ ሄቪ ሃንድነስ ክህሉ የብሉን። ሕጂ ተመጣጣኒ እቲ ሓይሊ ማለት ኣይኮንኩን። ንኣብነት ሕጂ ቲፒኤልኤፍ እቲ ናይ ቀደም ዝነበሮ ስልጣን የብሉን ኣብ ትግራይ እዩ ተወሲኑ ዘሎ ሕጂ ግን ከምዚ ዘለዎ እንከሎ እውን ቲፔልኤፍ ዘለዎ ክእለትን ዓቕምን ምስ ሓደ ካብ ቦታ ቦታ እንዳተጸግዐ ዝነብር ተቓውሞ ከተወዳድሮ ኣይትኽእልን ኢኻ። እዚ ሕጂ ዘለናዮ መድረኽ ቅኑዕ ገምጋም የድልዮ። ካብዚ ገምጋም ተላዒሉ ከኣ ሰብ ኣበይ ገጹ ይኸይድ ከምዘሎ ክፈልጥ ይኽእል እዩ። ታክቲክስ ክሕንጽጽ ይኽእል። ስትራተጂ ክሕንጽጽ ይኽእል። ሃፕሃዛርድ ከይከውን ከምቲ ናይ ቅድሚ ሕጂ ዝነበረ ብሓደ ጎኒ ጸቕጢ ዝበዝሖ እቲ ካልኣይ ከኣ ድኹም ኮይኑ ክንርኢ። ሓደ ተቐባላይ ሓደ ወሃባይ ኩንካ ከምኡ ጌርካ ክስራሕ ኣይክእልን እዩ። እቲ ኣብ ቦትኡ እንከሎ ኣብቲ ስትራተጂክ ኣረኣእያ ሓደ ዓይነት ክብደት ዘለዎ ኣረኣእያ ክህሉ ኣለዎ። ቅድሚኡ ግን ሓንቲ ነገር ክብላ ዝደሊ ኣላ፣ ብዙሕ ግዜ ደጋጊመያ ሕጂ እውን ክደግማ፣ እዚ ናይ ኤርትራ ጉዳይ ብወገን ኢትዮጵያ ክርእ ከሎ፣ እንተላይ ናይ ትግራይ ሓዊስካ ማለተይ እየ፣ ሓደ ዳይመንሽን እዩ ዝርኢ ናብ ኤርትራ። ዩኒ ዳይመንሽናል ኣረኣእያ እዩ ዘለዎ። ዝግኒ በላዕና፣ ስዋ ጸሞቕና ከምኡታት እንዳበልካ እዩ ዝረእ። እዚ ከኣ ንክንደይ ሰብ ከም ዘሰክፍ ክነግረኩም ኣይክእልን ዋላ እቲ ስዋ ሰቲ እዩ እዚ ንበልዒ ትብልዎ ዘለኹም ሰብ ይስከፍ እዩ ምኽንያቱ ሃገሩ ስለ ዝፈቱ ኩነታት ሃገሩ ስለ ዝፈልጥ ብጣዕሚ የሰክፎ እዩ ሕጅስ እዛ ነገር እዚኣ ከም ገለ ጌርኩም ተቓለሱዋ ዓሰርተ ዓመት ኣለና ልብና ጠፊእና ስዋ ንሰቲ ዝግኒ ንበልዕ እንታይ ዶ ሓደ ህዝቢ ኢና ሓደ ሃይማኖትና ሓደ ቋንቋና ገለመለ ናይ መጨረሻ ክስታይ ኮይና ታይርድ እዚ ኣይኮነን ኤርትራዊ ኣራእይኡ እዚ ኣይኮነን ኤርትራ ኤርትራ እያ ዝግኒ ትብላዕ ቦጅቦጅ ትብላዕ ቡልቱክ ትብላዕ ጣፍ ትብላዕ ሓንቲ ኤርትራ እያ ብናትና ኣራእያ ከምኡ ኢና ንደልያ ከኣ ኣብዚ ነገር እዚ ኣትዩ ነዚ ነገር እዚ ክብክል ዝደሊ ከኣ ኣይ ኣይ ብጻይናን እዩ ይጎድኣና እዩ ዘሎ ምክንያቱ ውዒሉ ሓዲሩ እንታይ እዩ ዝምጽእ ኣይሶሌሽን ናይ ሰብ ናይ ምውጋንን ናይ ዲስኢንፍራንቻይዝመንት ኣብኡ ገጹ እዩ ዘምርሕ እዚ እዚ እዩ ከኣ እቲ ብዙሕ ዘሰክፈና። ከምኡ ከኣ ምስዚ ዘለና ግዜ ዝኸይድ ኣይኮነን። ፕሮግረሲቭ ክንብሎ ኣይንኽእልን ኢና። ብጣዕሚ ድሑር ኣተሓሳስባ እዩ። ምስ ግዜ ዘይከይድ፣ ንድሕሪት ዝጎትት እምበር ኣብቲ ክንበጽሖ ንዝደሊ ዘለና ክብረት ዜጋ ዝሕሉ ስርዓት፣ ሰላም ህዝቢ ዝሕሉ ስርዓት ኣብኡ ከብጽሓና ኣይክእልን እዩ። ምኽንያቱ ኣብ ካልኣዊ ነገራት ግርጭታትን ምውሳንን ምውጋንን ከምኡታት ዘምጽእ ስለ ዝኾነ ኣለኩም ዓቕሚ ትቃልስዎ ትኽእሉ ኢኹም ንዕኡ ተቓልሱ ኣብኡ ሓጉዙና እንትኽእልኩም እዚ ዚሮ ሳም ጌም ኣብ መንጎ ኤሊት ናይ ትግራይን ኣብ መንጎ ኤሊት ናይ ኤርትራን ዘሎ ውድድር ደኲዑና እዩ ሓንቲ ገደፈልናን ክሳብ ሕጂ ውን ኣብኡ ኢና ዘለና ኣብኡ ኢና ዝዘውር ዘለና ምእንቲ እቲ ህዝቢ ምእንቲ እቲ ብዙሕ ዝኸፈለ ብዙሕ ዝደኸመ ብዙሕ ዝደመየ ህዝቢ ምእንትኡ ደው ክብል ክኽእል ኣለዎ ክሳብ ሕጂ ውግእን ወረ ውግእን ጥራሕ ንህዝብና ኮርሚዎ እዩ ኣብ ድኽነት ሸሚምዎ ኣብ ሕማምን ኣብ ድንቁርናን ዓጊትዎ ይርከብ ኣሎ ስለዚስ ንዕኡ ወጊድና ኣብ ጥዑይ ኣራእያ ንኹላትና ክርብሕ ዝኽእል ናይ ሰላም ናይ ዜጋ ዝኸብረሉ መደብ ሰሪዕና ኣብኡ ክንርኢ ክንክእል ኣለና። ቅድሚ ውዳኤይ ዓሰርተ ዓመት ኣቢሉ ይገብር ምስ ነፍስሄር መለስ ዜናዊ ዝገበርክዎ ኢንተርቪው ብትራንስክራይብ ገይረ ነረ ካብ ቴፕ ሪኮርደር ሕጂ እቲ ሳውንድ ፋይል ናይ ድምፂ ፋይል ዝነበረ እቲ ረኺበዮ ዝበልክኹም እዩ እሞ ክሳብ ዝመጽእ ዘሎ ምስ ናይ ህዳሴ ግድብ ኣተሓሒዘ ኣብኡ ብምሉኡ ከቕርቦ ስለ ዝኾንኩ ቁርብ እዚኣ ናይ ገለ ሰከንታት ቁራጽ ስምዑዋ።
ሙስተፋር ቢዝነስ ማን ዶንት ላይክ ኢት ዋት ኖባዲ ላይክስ ሶ ኢትስ ጎና ቢ ዲፊካልት ታስክ ኦኬ ኦኬ ኣም ጎና ቱ

ባእሲ ትጽበዩ ዝነበርኩም እቲ ብዙሓት ኣለዉ በሎ ጨፍጨፎ ዝብሉ ኣንታ ወያነ ጌታቸው ኣንታ ገሌ ከምኡታት እዮም ዝጽበዩ ነይሮም ሕጅስ ደሓን ኣይትሓዙለይ ብዙሕ ርእዮ ስለ ዝኾንኩስ እቲ ውግእ ዝኣትዎ ውግእ መሪፀ እዩ ዝኣትዉ ዘርብሓኒ ዘየርብሓንን ውግእ መሪፀ እዩ ዝኣትዉ ውግእ ኣሎ ተባሂሉ ኢለ ከምዘይ ባእስብኩም ይብልዎ ብትግሬ ባእስኩም ስብ ባእሲ ደለኩም ባእሲ ደለኩም ኢሉ ኒፍኒፍ እንዳበለ ዝከይድ ሰብ ከምኡ ኣየድልን እዩ ኣብቲ ዘድልየካ ውግእ ትኣቱ ብሓደ ግዜ ከኣ ዓሰርተ ግንባር ኣይትከፍትን ኢካ ሱቅ ኢልካ ምእንቲ ክዋጋእ ኣለኒ ስለ ዝበልካ ሱቅ ኢልካ ባእሲ ገለ መለ ኣይትከፍትን ኢካ ከምዚ ናይ እንዳ ዓብዓር ግን ሓደ ጸላኢ ይጸንሕ ምስቲ ጸላኢ እንተ ተዓሪቆም ኣብቲ ካልኣይ የስፍሉ ምስቲ ካልኣይ ተዓሪቆም ኣብ ሳልሳይ የስፍሉ ኩሉ ግዜ ከምዚ ኒፍኒፍኒፍኒፍኒፍ እንዳበልካ ባእሲ ብኩም ኣይዋጽእን እዩ ምክንያቱ ነብስካ ጎዲእካ ነቲ ሃገር ስለ ትጎድእ ኣነ ከኣኒ ኣብ ከምኡታት ክኣቱ ኣይደልን እየ ስለዚ ብዙሕ ስለ ዝረኤኽዎ ኣብ ቁም ነገር ዘይብሉ ነገር ግዜኻ ዘይምጥፋእ ምክንያቱ ንሱ እዩ ኣብ ሓደይ ናይ ራህዋ መገዲ ክወስደና ዝኽእል እቲ ንሮ ከዓ ንኩሉ ግዜ ክንቁ ስለ ዝኾነ ተበሲረና ሕጂ እኳ ደኣ እቲ ድምፂ እንዳቐረ ተማሒርኩም ኣለኹም